ተኸታተልቲ ዳይመንድ ኣሎ ሕጂ ከዓኒ ብፍልይ ዝበለ መደብ መፅኩም ኣሎ ኣዝያ ግዜ ቤት ወስጥ እምቲ ሰላም ሰላም ኩልኹም ከመይ ቀኒኹም? ኣነ እግዚኣብሔር መስገን ጽቡቅ ኣለኹ። ናተይ ተኸታተልትን ናተይ ሰዓብትን ደገፍትን ይቀኔለይ ስለ ኩሉ ናትኩም ላይክ ኮመንት ሳብስክራይብ ዝገበርኩምለይ ደጊመ ደጋጊመ የቀንየለይ ብጣዕሚ እየ ዝፈትወኩም እቶም ሓደሽቲ ናብ ዳይመንት ኣሎ ትመጹ ከኣ ከምዚ ትሪእዎ ደለኹም ዝተፈላለየ ሒዘልኩም ክመጽእ ናተይ ደገፍትን ናተይ ሰዓብትን ክትኮኑ ላይክ ኮመንት እንዳገበርኩም ክትኣትዉ ከኣ ንስኻትኩም ከኣ ይላበወኩም የሕዋተይ ብኣኻትኩም ስለ ዝዓቢ ንሓፍትኹም ዳይመንት ኣሎ ከኣ ኣተባብዕዋ ዝተፈላለየ ምግብታት ሒዛትልኩም ንክትመጽእ እምበኣር ከምዚ ትርእይዎ ዘለኹም ሎማዓንቲ ሓንቲ ፍልይቲ ዝበልክዋ ፉል ኣነ ዝጥቀመላ ንኣኻትኩም ከኣ ጠቃሚት ክትከውን ተስፋ እንዳገበርኩ እዚኣ ትርእይዋ ዘለኹም ጥሕንያ እዩ ጥሕንያ ፈሳሲ ማለት እዩ ብጥሕንያ ብርግኦን ኢና ክነዳልዎ ሎማዓንቲ ብናይ ኦሊቭ ኦሊቫ እዚኣ ከኣ እንትርእይዋ ዘለኹም ፉል እዩ ፉል ከኣ ናይ ታኒካ ተጠቂመ ኣለኹ ኣነ ዘለኒ ሎማዓንቲ ማለት እዩ እዚ ከዓ ኦሊብ ኦሊቫ እዩ ኦሊብ ኦሊቫ ክንጥቀም ኣለና ግድነት ኒ ፉል ማለት እዩ ርጎ ከዓኒ እዛ ኣነ ሒዝያ ዘለኹ ርጎ እዚኣ ክጥቀም እየ ኣነ ዝተፈላለዩ ርጎ ከም ዘሎ ኣስቤዛተይ ኩሉ ኣዳልየ ኣለኹ ባኒ ከዓኒ ኣነ እዚ ክጥቀም እየ ኣይበሰለን ዘሎ ንቁሩብ ደቃይቅ ኣብ ፎርኖ ኣርሰን ኣቢለ ከእትዎ እየ ማለት እዩ ሓድሽ ክኾነል ናይ ውዕይ ድኸውን ከምዚ ትርእይዎ ዘለኹም ኣስቤዛና ዘድልየኒ ከዓኒ ኩሉ ኣዳልየዮ ቀርዲደ ኣዳልየ ኣለኹ ሕጂ እዛ ፉል እዛ ታኒካና ይኸፍታ ኣለኹ ፉል ኩሉ ግዜ መናውሒ ስለ ዝገብርሉ ከሚካል ስለ ዘለዎ ኣነ ኣይጥቀመሉን የሕዋተይ ንኣኻትኩም ከዓ ትጠቕመኩም ትኸውን ኣነ ሕጂ ከምዚ ትርእይዎ ዘለኹም እዚ ናይ ፉሉ ማዩ ከልጉሰ እየ መንፊት ገይረ ትሪእዎ ኣለኹም ይዘልቆ ኣለኹ ወይ ከዓኒ የልግሶ ኣለኹ ማለት እዩ ድሕሪኡ ማይ ገይረ ከኣ ክልቕሉቕ እየ ማይ ለቕሊቐ ከዓኒ ንቁሩብ ደቓይቕ ከዓኒ ቁሩብ ማይ ገይረ ንኸይነቕጸኒ ክስኽትቶ እየ ማለት እዩ ስለዚ ማይ ከምጽእ ከይደ ኣለኹ ማይ ኣምጺ ሕጂ ለቕልቕ ከነብሎ ኢና እቲ ከሚካሉ ከነልግሶ ኢና ማለት እዩ። ብድሕሪኡ ከዓኒ ከምዚ ትሪእዎ ዘለኹም ኣስቤዛተይ ኩሉ መታቲረዮ ኣለኹ ሓንቲ እዚ ሕጂ ትሪእዎ ዘለኹም ኣየድልየናን እዩ ኣነ ንዓይ ኣየድልየንን እዩ ንዓኻትኩም ከዓኒ ንስኹም ከምቲ ትደልይዎ ማለት እዩ ግን እግረ መንገዲ ኣሕዋተይ ዝጠቅመና እየ ዝበልክዎ ከኣስ ክነግረኩም ስለ ዘለኒ ተልገስናዮ ተመራጺ እዩ ይብል ኣነ ኣብዚኣ ከኣ ኣውዕየ ከነብሎ ኢና ቁርብተይ ማይ ገይረ በቃ ንእሽተይ ሓንቲ ፍንጃል ትኸውን ማይ ገይረ ከኣ ሰኽቲተዮ ኣለኹ ማለት ንኸይደርቀና ስለ ክውዕል ዝኾነ ማለት እዩ ሻሂ ወይ ቡን ከኣ ክንጥቀም ኢና ምስኡ ማለት እዩ እምበኣር ከምዚ ትርእይዎ ዘለኹም ሕጂ ርግኦ ኣነ በዛ ትርእይዋ ዘለኹም ሰለስተ ማንካ ዝኸውን ርግኦ ክጥቀም እየ ንሓንቲ ፉል ናይ ታኒካ ማለት እዩ። ክልተ ፉል ታኒካ ስድራ ተኾንኩም ከኣ ከምኡ ዳብል ትገብርዎ ማለት እዩ። ሕጂ ኣነ ሰለስተ ማንካ እንድሕር ተጌረ ንስኹም ከኣ ሰለስተ ማንካ ርብኦ ትገብሩ ሰለስተ ማንካ ከኣ ወይ ኣርባዕተ ማንካ ከኣ ጥሕንያ ትገብሩ ማለት እዩ። ጥሕንያ ከኣ ኣዝዩ ኣዝዩ ጥዑም ዝገብሮ ብጣዕሚ እዩ ጥዑም ዝገብሮ ኣሕዋተይ ክትፈትውዋ ተስፋ እንዳገበርኩ ምስ ጠዓምኩማ ኣብ ኮሞንቲ ተመሊስኩም ክትጽሕፉለይ ከኣ ይላበወኩም ብስእሊ ከኣ እንታ ጥሕንያ ኣቐሚጠልኩም ኣለኹ። ከምዚ ትርእይዎ ዘለኹም ከኣ ጥሕንያ ከኣ ናቱ ቅብኣት ኣለዎ። ከምዚ ፈሳሲ እዩ። ርግእ ድብል እዩ። ኣኹስ እንዳበልና ከኣ ክንጥቀም ነዊሕ ግዜ እዩ ዘጽንሓና። ዕለቱ እውን ንውሕ ድበለ ስለ ዝኾነ ከምዚ ገይረ ከኣ ኣነ በዚ ትርእይዎ ዘለኹም ክልተ ማንካ ጥሕንያ ተጠቂመ ኣለኹ። ኦሊቭ ኦሊቫ ንዓና ዝኣኽለና ክንገብር ኢና። ኦሊቭ ኦሊቫ እውን ኣዝዩ ጥዑም እዩ ንጥዕናና ዝጎድእ ኣይኮነን። ኦሊቭ ኦሊቫ ንጠቀም። ለሚን ከኣኒ ፍርቂ ለሚን ኣነ ክጥቀም እየ ለሚን ከኣ ኣዝዩ ጥዑም እዩ ዝገብሮ ጋስትራይት ዝኾነ እንተዘይሃሊኩም ጸገም የሕዋተይ ኩላኻትኩም ክንጥቀመሉ ንኽእል ኢና ኣዝዩ ጥዑም እዩ ዝገብሮ ለሚን ብጣዕሚ እዩ ጥዑም ዝገብሮ ንፉል ሕጂ ኣነ ብዘለኪ መፅመቁ ገርኩም ክፀምቁ ትኽእሉ ኢኹም መፅመቁ ስለ ዘላትኒ ፀሚቀ ተጠቂመ ኣለኹ ማለት እዩ ብድሕሪኡ ከዓኒ ኮሙን ሓደ ማንካ ናይ መብልዒና ናይ መግቢ ብኡኡ ከኣ ኮሙን ከኣ ኣዝዩ ጥዑም እዩ ድገብሮ ናይ ፎል ብኮሙን እያ ትስራሕ ብጨው ከኣ ንእሽተይ ፍርቂ ማንካ በታ ናይ ሻሂ እየ ተጠቂመ ደለኩ ኣነ ንስኩም ከኣ ጨው እንዳወሰካ ምውሳክ ይሓይሽ ካብ ምብዛሕ ማለት እዩ ሕጂ ከኣ በዚ ዘለና ማንካ ወይ ዘለና ጌርና በዚ ከነኩሶ ኢና ወይ ከነወሃህዶ ኢና ብጣዕሚ ክወሃሃድ ኣዝዩ ጥዑም ክኮነልና ከኣ ኩሉ ክንሓዋውሶ ኢና ማለት እዩ ከምዚ ትሪእዎ ዘለኹም ከዓኒ በዚ ገይረ ኣኹስ የብሎ ኣለኹ ጽቡቅ ገይሩ ክወሃሃደኒ ኣዝዩ ኣዝዩ ጥዑም እዩ በቃ እዛ ፉል እዚኣ ክነግረኩም ብጣዕሚ ነዊሕ ዓመታት እየ በሊዕናያ ክንብለኩም ይኽእል እየ ኣዝዩ ጥዑም ምስ ኣጋይሽ ክህልውና ከለዉ ምስ ደቅና ምስ ፋሚሊ ኣዝያ ተመራጢልና ኢና ንበልዓ ብጣዕሚ እያ ጥዕምቲ ኣዝዩ እቲ ርጎ ዋላ እቲ ጥሕንያ ኣዝዩ ጥዑም እዩ ዝገብሩ ነቲ ፉል ፉል ብዝተፈላለዩ ንሰርሖ እንዲና እዚኣ ከኣ ሓንቲ ፍልይቲ ዝበልክዋ ሒዘልኩም መጽየ ስለ ዘለኩ ኣሕዋተይ ተጠቀሙላ ኢኩም ኩሉ ግዜ ኣብ ግዜ ስራሕ ለካኪና ስለ ንበልዕ ቀዳመ ሰንበት ከኣ ዝተፈላለየ ኢና ንበልዕ እሞ ከም ሓንቲ ቅያር ከኣ እዚኣ ኣዳልየልኩም ኣለኩ ማለት እዩ ከምዚ ገርና ከኣ እቲ ፉልና በሲሉ በዛ እምበኣር እዚ ፉልና ከኣ በዛ መቆጡን ገይረ ከኣ ጥሕን ጥሕን ኣቢለዮ ኣስቤዛና ኩሉ ዘዳለናዮ ከኣ ከምዚ ገርና ከኣ ናብቲ ፉል ክንሕውሶ ኢና። እቲ ደዳለናዮ ፉል ማለት ኩሉ ጥሒነዮ ኣለኹ ሕጂ ከኣ እቲ ዘዳለናዮ ኣስቤዛ ከምዚ ገርና ናብቲ ዝጠሓንናዮ ፉል ክንሕውሶ ኢና ከምዚ ገርና ከኣ እዛ መሕጠጢት ጽብቕቲ እያ ሕጥጥ እያ ተብለና ምትራፍ ዝብሃል የለን ሕጥጥጥ ኣቢልካ ምብላዕ እዩ። ከምዚ ገርና ከኣኒ ክንቆርስ የሕዋተይ እዛ ተዳልያ ዘላ ፉል ንሓንቲ ታኒካ ምዘን ኣስፔዛ ከኣ ንሰለስተ ሰባት ከኣኒ ከተመግበና ትክእል እያ ማለት እዩ ኩሉ ግዜ ለኻኺና ስለ ንበልዕ ቅያር ክኮነና ኣብ ቅዳመ ሰንበት ኣብ መንጎ ንጠቀመላ ኣዝያ ጥዕምቲ ፋሚሊ ኮይና ወይ ምስ ደቅና ትምንጥል ትምንጥል ኢና ነብላ ተጠቆሙላ ኣኹም ነወዳት ኣይትብል ነዋልድ ኣይትብል የሕዋተይ ኣወዳት ከኣኒ ኣንስትኹም ስራሕ ምስ ከዳ ከኣ ተጠቆሙላ ኣኹም እታ ምስ ኮቡል የሕዋተይ ከኣኒ ኣዝያ ቀላል ግዜ ደይ ትወስድ ንኣኻትኩም ከኣኒ ሕጽር ደበለት ኣሰራርሓ እያ ተጠቆሙላ እንተ ፈቲኹማ ከኣኒ ናብ ኣሕዋትኩም ናብ ዕርትኹም ናብ ኩሉ ፋሚልኹም ሸር ክትብልዋ ከኣኒ ይላበወኩም ኩሉ ግዜ ሰዓቡኒ ናተይ ተኻታተልቲ ክትኮኑ እቶም ሓደሽቲ ከኣኒ ብደሓን ምጹ ናብ ዳይመንት ኣሎ ማለት እዩ ኣነ ከዓ ሕጂ ትርእይዎ ኣለኹም ከምዛ ትርእዩኒ ዘለኹም ከዓ ማንካ ገይረ ይጥዕሞ ኣለኹ ምጥዓም ማለት ምስትምቓር መግቢ ማለት እዩ ኣዝያ ጥዕምቲ ኮይና ከዓኒ ኩሉ እቲ ስፔዛና ተወሃሂዱ ጥዕምቲ ኮይና ኣላ ዋላ ከምዚ ጌርና ባኒ ጌርና ክንበልዖ ንኽእል ኢና ብዘይ ኣስቤዛ ፈትንዎ ኣኹም ተመሊስኩም ከኣ ኮመንቲ ክትጽሕፉለይ ከኣ ከመይ ከም ዝረኸብኩማ ከኣ ኩልኻትኩም የሕዋተይ ትከታተሉኒ ተመሊስኩም ኮመንቲ ክትጽሕፉለይ ይላበወኩም። ሕጂ ከምዚ ትርእይዎ ዘለኹም ኣስቤዛ ከኣ ኩሉ ኣብቲ ላዕሊ ክንገብሮ ኢና። ብያቲ ዕብይ ዝበለት ብያቲ ከኣ ንጥቀም ኩላህና ትምንጥል ትምንጥል ኣቢልና ምእንቲ ፋሚሊ ኮይና ክንበልዓ ከኣ ሕጂ ዓይኒ እንታይ ድራራ ጓንቲ ጌረ ኣለኹ ኣነ ጉዕ ኣሎ ኢድና ኩሉ ግዜ ምሕጻብ ኣብ ቦትኡ እንድዩ ግን ኣጋጣሚ ኣነ ጓንቲ ጌረ ኣለኹ ኮሚደረና ፍርይ ፍርይ ዝበለ መቲረ ኣዳልየ ኣለኹ ሓደ ኮሚደረ ተጠቂመ ኣለኹ ሽጉርቲ ከኣ ርብዒ ዝኸውን ሽጉርቲ ርብዒ ናይ ሓንቲ ዓካር ርብዓ ማለት እዩ ሽጉርቲ ውሕድ ተበለ ተመራጺ እዩ ከምዚ ጌረ ከኣ ኣብ ኣርባዕተ ወገን ምቐል ምቐል ኣቢለ ከኣ ኮፍ ኮፍ ኮፍ የብሎ ኣለኹ ማለት እዩ ዓይንናሲ ምልእ ክብለልና ቀኒ ምምጋብና ደቂ ሰባት ዓይንና ጽቡቅ ክርኢ ከሎ እዩ ምልእ ድብለልና እሞኒ ኣበካዶ እንተሃሊና ክንገብር ንኽእል ኢና ተደይ ሃሊና ግን ግዴታ ኣይኮነን ብዘይ ኣበካዶ እውን ትብላዕ እያ ግዴታ ኣይኮነን ስለ ዝነበረኒ ኣነ ተጠቂመ ከምዚ ገረ ከዓኒ ኣብ ኣርባዕተ ወገን ከዓኒ ምቕል ምቕል ኣቢለ ኮፍ ኮፍ ኣቢለ ኣለኹ ማለት እዩ ከምዚ እንዳገበርና ብድሕሪኡ ከኣ እንታይ ክገብር እየ ዘንጉዕ እዚኤን መረርቲ ጉዓት እየን ኣዝየን ጥዑማት ከኣ እየን የብልዓኻ እየን ጥዕናና ደሓን እንተኾይና ጉዕ ክንጥቀም ንኽእል ኢና ከምዚ ዝትርእይዎ ዘለኹም ጉዕ ከኣ ሰለስተ ጉዕ ደቀቕቲ መቲረ ተጠቂመ ኣለኹ ማለት እዩ ሕጂ ከኣ ኮሙን ንስንስ ከብለለየ ብላዕሊ ኮሙን ከኣ ይንስንሰሉ ኣለኹ ማለት እዩ ብላዕሊ ብድሕሪኡ ከኣ ኦሊቭ ኦሊቫ ክንስንሰሉ እየ ብድሕሪኡ ከኣ ንእሽተይ ከምዚ ናይ ፓብሪካ ተጣሕነ ምሻለ ዝግዛእ ኣብ ዝኾነ ድኳናት ኣሎ ብላዕሊ ከኣ ከምኡ ግብር ኣቢለ ኣብ መልክዕ ዋላ ንመልክዑ ዋላ መሪር ከኣ ኣይኮነን ኣዝዩ ጥዑም እዩ ዝገብሮ ዋላ እቲ ሕብሩ ከኣ ደስ ይብለካ እዩ ኣነ ከኣ ከምኡ ተጠቂመ ኣለኹ ማለት እዩ ከምዚ ትሪእዎ ዘለኹም ከኣ ዘዳለናያ ሎማዓንቲ ፉልና ብከምዚ መልክዕ ተዳልያ ኣላ ንሰለስተ ሰባት ከኣ ተመግበና እያ ማለት እኽልቲ ኣፉን ከኣ ከምዚ ንፈልጦ ኣዝዩ ከቢድ እዩ። እዚ ጥሕንያ ብርግኦ ስፔዛ እዚ ዘለዎ ከኣ ገለ ዓይነት ኣዝያ ፍልይቲ ፍልይቲ በቃ እንታይ ክብለኩም እየ ክነግረኩም ኣይክእልን እየ በቃ ምስ ፈተንኩማ ምስ ጠዓምኩማ እንዳሓን ትዝክሩ እንትኸውን ብካልእ ቪድዮ ስጋብ ድምለሰኩም የቐንየለይ ቻው